ምናልባት ሕልምና ክንስምር ኢልና ወይ ሕልመይ እንታይ ኢልና ኣብ ንሓስበሉ ሰዓት ወይ ኤነርጂ ክንስን ከለና ድኽምክም ክንብል ከለና ዝኾነ ዳውን ማለት ቅሩብ ፊሊንግ ናይ ተስፋ ምቑራፅ ፊሊንግ ክስምዐና ክጅምር ከሎ ወይ ሕርብት ክብለና ከሎ ንመን ንሕተቶ እንተደኣልኩምኒ ወይ ናበይ ንመለስ ተደኣልኩምኒ ናብ ህፃነትና ንኽእል ነታ ድኾነ ግዜ ብልጽቲ ድነበረት፣ ነታ ኩሉ ንዓኣ ድከኣል ድነበረ፣ ፈጣን ድነበረት፣ ኣዝያ ብልጽቲ ድነበረት፣ ኩሉ ነገር ንዓኣ ዝከኣል፣ ሓታቲት ድነበረት፣ ኣነ ይኽእል እየ ትብል ዝነበረት ህጻን ንዓይ ኢና ክንሓታ፣ ናይ ኩላትና ማለት'ዩ። So ናብ ካልእ ሰብ ደይኮን ናብ ገዛእ ርእስና ተመሊስና just we're gonna ask ourselves። ኣረኣያና ተጠቂምና ናብ ቁልዕነትና ከድና ማለት ሕጂ ሓቂ ሓደ ሓደ ግዜ ተስፋ ኮ ቆሪፀ በቃ ኤነርጂ ኮ ስኢነ ሂወተይ እዚ ኮይኑ ተሪፉ ድዩ ክንብል ከለና ምልስ ኢልና ነታ ዝነበረት ቆልዓ ወይ ነቲ ናትና ዝነበረ ቆልዓ ከይድና ንሕተቶሞ ብኣእምሮና የብለክን ኣለኹ ጀስት ብኣእምሮና ከይድና ነቲ ናተይ ቁልዕነተይ እንተ ደሓቶ ነይረ ኢልና ስታይል ምመለሰልና እቲ ቁልዓት እዩ ማለት ኩሉ ግዜ ሓታቲ እዩ ነይሩ ሓቀይ ነፃ እዩ ፓራዳይም ድበሃል የብሉ ዝተኣሰረሉ እስር ቤት የብሉ ጀስት ልክዕ ከምቲ ፈጣሪ ዝፈጠሮ ሕተቱ ክወሃበኩም ኢሉ ፈጣሪ ከምቲ ድለኣኹም ምሕታት ጥራይ ቆልዓ እንተዳሪኹም ማለት ኩሉ ግዜ ዝተፃዓነሉ ፓራዳይም ስለ ዘየለ ካብ ሕፅረታት ዘይኮነ ድብገስ ካብ ናይ በፈጣር በረኸት እዩ ድብገስ ኖት ካብ ኣጋጢሞ ዘሎ ሕፅረታት ምናልባት ግን ነዚ ናትና ህፃን ወይ ነዚ ናትና ኤነርጂ ምናልባት ዝኾነ ሰዓት ድሰኣናሉ ሰዓት ኣሎ ዝተፈላለዩ ሽግራት ኣብ ህይወትና ከጋጥመና ምስ ጀመረ ብዓብዩ ናብ ማለት ቻይልድ ውዳትና ሕልፍ ምስ በልና ናብ ስደት ክንከይድ ከልና ናብ ካልእ ቦታታት ክንከይድ ከልና ምናልባት ነዚ ሓላማይ ድነበረ ኩሉ ነገር ንዕኡ ዝከኣል ክሪኤቲቭ ድነበረ ኣዝዩ ብሉፅ ድነበረ ምናልባት ትናትና ህፃን ቆልዓ መይቢ ዝኾነ ሰዓት ስኢንያ ክንኮን ንኽእል ኢና ግን ለስ ኣስኬ ንድሕሪት ተመሊስና ክንሓቶ እንተ ክኢልና ግን በቃ ደፋር ዝነበረ ቆልዓ ኣሎ ሓቂ ቆልዓ እንተ ሪኢኹሞ ጀስ ደቅኹም ክትርኢ ትኽእሉ ኢኹም ካበይ ከም ተምፅኦ ገንዘብ ኣይፈልጡ ገለ ይፈልጡ ምንፅ ኢሎም እንታይ እዮም ዝብሉኻ ጀስ ትሕተቱ ክወሃበኩም ጥራይ ድብል ካብ ፈጣሪ ሒዞሞ ድመፁ ሕጊ ኣለዉ ሶ ንስኻ እንተ ከልክልክያም ካብ ድኾነ ከም ዝረኽቡ ኣፈልጡ እዮም ስለዚ ይመፅሞ ባባ ከም ዝግዘለይ ከም ትግበረለይ ትግበረለይ እዮም ዝብሉኻ ኣለካ ይብልካ ኣይፈልጡን እዮም መኪና ሪኦም እንተ መፅኦም በቃ መኪና ግዘለይ ጥራይ እዩ ዝኾነ ሰዓት ግን ፓራዳይም እንዳኣተወ እንዳኣተወ ክመፅእ ከሎ ዝቆልዓ እዚ ካብቲ ናይ ብሓቂ ብሉፅ ዝኾነ መመነቱ እንዳረሓቀ እንዳረሓቀ ዝኾነ ባውንድሪ እንዳሰመረ ዝኾነ ኣይክእልን ኣነ ኣይኮነለይን ኣነ ኣነ ኮይ ይ ንሕና ዳ ድኻታት ኢና ድብል ዝኾነ ፐርሰፕሽን ተፃዒንሉ ዳኣ እምበር እንተ ነቲ ቆልዓ ተኸድኩም ክትሓትዎ ክኢልኩም ነፃ እዩ ካብ ዝኽሉ ነገራት ኣነ ኣይክእልን እየ ኣነ ተስፋ ምቁራፅ ድበሃል የብሉን ቆልዑት ትደኣ ሪኢኹም ዲኣር ኤነርጀቲ ኩሉ ግዜ ይፃወቱ ኩሉ ግዜ ጀስት ኣስክ ዘም ከድና ተመሊስና ነቲ ናትና ቆልዓ ንሕተቶ ናብ ካልእ ዘይኮና ናብ ካልእ ካብ ደጋዊት ዓለም ወዮ መፍትሒ ንደልዮ ሃሊና እምበር ናብ ውሽጥና ተመሊስና እቲ ናትና ቆልዓ ክንሓቶ እንተ ክኢልና ደሓን ዝኾነ ተስፋ ንቑረፀኩም ዝኾነ ጉዳይ ክህሉ ይኽእል ክኸውን እዩ ኬድኩም ግን ነቲ ሓታቲ ዝነበረ ኤነርጀቲክ ድነበረ ኩሉ ነገር ንዓይ ይከኣል እዩ ድብል ታይ ሕልመይ ክትብሎ ከለካ እዚዩ ሕልመይ ድብል ድነበረ በቃ ኣነ እየ ነረ ንስኺ ኢኺ ነርኪ ንስኻ ኢኻ ነርና ንሕና ኢና ነርና ካልእ ሰብ ኣይኮነን ሶ መዓስ እዩ ጠፊኡ እቲ መንነት እቲ ዝኾነ ፓራዳይም ክፀዓነልና ክጅምር ከሎ እዩ ዝኾነ በቃ ኣብ ኣእምሮና ተፀዓነ ፓተርን ስለ ዘሎ ኣብ ኣእምሮና ተፀዓነ ፕሮግራም ስለ ዘሎ ደኣ እምበር እንተ ማለት ናይ ኣእምሮ ቅኒትና ክንቃንዮ እንተ ክኢልና ነቲ ቆልዓናትና ከይድና ክንሓቶ እንተ ክኢልና ጀስት እንተ ሓቲትንዮ ማለት ባ በዚ ሪክ ተስፋ ትቆርፅ ዘለኺ ንስኺ እኮ ኣጆኺ ትኽእል ኢኺ ኢሉ ምናልባት ፑሽ ክገብረና ትኽእል እያ ወይ ፑሽ ክገብረና ይኽእል እዩ ጀስ ለስ ኣስከዩ ንፈትኖ ንኺድ ንመለስ ንድሕሪት እሞ ንሕተቶ ክሊር ዝኾነ ሰዓት ከመይ ዓይነት ቆልዓ እያ ነይረ ኢልኩም ትሓሲብኩም ማለት ብጣዕሚ ክሪኤቲቭ ዝነበርናሉ በቃ ኣነ እኮ ኩሉ ይኽእል ኢልና ሕልምታትና ንሓተሉ ደስ ኢልና ሙሉእ መዓልቲ ኤነርጄቲክ ኮይና ንውዕለሉ ሙሉእ መዓልቲ ተፃዊትና ይደኽመና ሙሉእ መዓልቲ ዝኾነ ነገራት ጌርና ዘይደኽመና ሰዓታት ነይሩ እዩ ጋይስ ሶ እቲ ኤነርጂትና ናበይ ይጠፍእ እዩ ማለት ሓደ ቆልዓ እንዳዓበየ ክኸይድ ከሎ ጥበቡ እንዳወሰኸ ትምህርቲ እንዳደለበ ዝሓሸ ሓጎሱ እንዳወሰኸ ሰላሙ እንዳወሰኸ ኢዳ ክኸይድ ደሎ እምበር እንዳቀነሰ ክኸይድ የብሉን። ግን ዝተጋለፅናሉ ዝረኸብናዮ ማሕበረሰብ ኣብ ከባቢና ዝነበረ ሰብ ሰኣን ፍልጠቱ ሰኣን ፍልጠቱ ንዓና ዘይጠቕመና ፓራዳይም ኣቐሚጥላ እዩ። ንስኺ ትኽእልኒ ንሕና ድኻታት ኢና ንዓና በቃ ዕጫና እዚ እዩ ከምዚ ኮይና ንሕና ወሪድና ንሕና ደኣ ድብል ዝኾነ ድዝዓነልና ፓራዳይምን ዝኾነ መደምደምታ ድገበረልና ነገር ኣሎ ሶ ካብቲ ሕብረተሰብ ወይ ከባቢና ነበር ሰባት ደቐመጡልና መደምደምታ ደይኮና ክንትስእ ዘለና ንድሕሪት ንመለስ ባውንድሪ ደይብሉ ፍሪ ዝኾነ በቃ ኩሉ ነገር ንዑ ከም ዝከኣል ሓቲቱ ከዓ ከም ዝወሃቦ ዝኣምን ዝኾነ ህፃን ቆልዓ ኣብ ውሽጢ ኣሎ ምሳዩ ዘሎ ናብ ድኸዶ የብሉን So let's let's ask him ንድሕሪት ተመሊስና ነፃ ንኹን እሞ ካብ ፓራዳይምና ባ- ከምዚኣ እንዲ ኮይነ ቁርብ ገንዘብ ገንዘብ ጎዲለናኒ ከምዚ ኮይነ ኣለኹ እሞ እንድዒ ስልችው ኢሉኒ ሕጅስ ይኽእል ዶ ክኾን ኢልኩም ሕተትዎ ነቲ ቆልዓቲ እንታይ ኢሉ ክምልሰልኩም ማቲ ቆልዓ ናትኩም ቆልዓ የብለኩም ዘለኹ ማ እንታይ ኢሉ ክምልሰልኩም ዋ እንታይ ክትብል ኣለኺ ጆኺ እዚ ንትን ክትገብሪ ነይርኩ እኮ ከምዚ እኮ ትኽእል ኢኺ ኤነርጂ ይድህበካ ክሊር ጋይ ሶ ደሓን ንኣብነት ናብ ናትና ቆልዓ ውን ቅድሚ ምኻድና ደቅኹም ሕተትዎም እስከ ከምዚኣ እንዲ ኮይነ እንተ ኢልክሞም ሰሚዕካ ዘይትፈልጥ መፍትሒ እዮም ደምፅልካ ቆልዑ ተዳሪኹሞም ማለት እስኻ ትፅብዮ ማለት ዓብ ሰብ እንታይ ዝገብር መሲልኩም ንዕመ ክምህረኩም ኢልካ ንዓኻ ዘይሰራሕልካ ትምህርቲ ኢኻ ንዖም ተረክቦም ኣይኮነ እ ንዓኻ ዘይሰራሕልካ ትምህርቲ ኮፍ ኢልካ ንዕመ ክምህረኩም እየ ትብሎም ከምዚ ትግበሩ ስቕ ኢልካ ሕተት ኒሓራ ዓይኒ ዓይኒ ሰብ ኣይተረኣዩ ስኢልኩም ወይ ከምዚ ክትገብር ኣለካ ኖ ስኢልካ እዚ ታሽም ገለ ይትግበሩ ሕራይ ዓበይቲ ከተኽብሩ ኣለኩም ንዓበይቲ ምኽባር ግን እንታይ እዩ በቃ ክትወፅእ ኣለካ ካብዚ ገዛ ከተብል የብልካን ኪድ ናፍቲ ማለት ንዓበይቲ ከኽብሩ ከም ዘለዎም ብካልእ መንገዲ ክነድርዶም ንኽእል ኢና ንሕና ግን ንዓበይቲ ምኽባር ንኣብነት እንታይ እዩ ኣብናትና ማለት እንተ ቆልዓ ሪኢኹም እንተ ናይ ዓበይቲ ወርሃሉ ወይ ገለ እንተ ኮይኑ እንታይ ይድበሃል ኪድ ናበይ እቶይ ወይ ንውሻጠ እቶይ ይኮን ወይ ንደገ ውፃእ እዩ So, of course, ካልእ ዓይነት ቁም ነገር እንተ ሃልዎ ምናልባት ሶም ክሰምዖም ዘይብሎም እንተ ኮይኑ ኦፍ ኮርስ እንተ ኮይኑ ግን ጀስት ከምኡ እንዳበልናዮም ናቶም ኮንፊደንስ ንኸጥፉ እንዳቐጥቀጥናዮም እንዳበልናዮም መይቢ ተቐጥቂጡ ተቐጥቂጡ ተቐጥቂጡ ተቐጥቂጡ ዝቆልዓ እዚ ካብታ ጥበቡ ካብታ ናቱ ድንቅነት ወፂእ ክኸውን ይኽእል እዩ ሰናብ ዘይተቐጥቀጥናሉ ሰዓት ንመለስ የለኩም ዘለኹም ፓራዳይም ኣብ ደይብልና ነፃ ኣብ ድኾናሉ ሰዓት ናብ ተመሊስና ለስ ኣስክ ንዑ ንሕተቶ ነቲ ኩሉ ነገር ዝከኣሎ በቃ ድሓትት ዝነበረ ቆልዓ እዚ ግዝኡለይ ግዝኡለይ ድብል ነበረ ምናልባት ሽዑ ንስድራና ኢልና ንሓቶም ነርና ክንከውን ንኽእልና ግዝኡለይ እንዳበልና ክልዮ ኣብዚ ሕጂ ሰዓት ከዓ ኩሉ ነገራት ክገዘልና ንኽእል ንፈጣሪ እውን ክንሓቶ ንኽእል ኢና እንታይ ብምግባር ሓሳብና ስምዒትና ብምስትኽኻል ፈጣሪ ክገዘልና እንተ ሓቲትና እምነትና እንተ ከነስተኻኽል ክኢልና እንተ ውሽጥና ብድንቅነት ብተኣምር እንተ መሊእና ፈጣሪ ግዛለይ ኢልክያ መቸም ስድራካ ክኣ ኣቢካ ክእሉ እዮም ፈጣሪ ግናይ ኣቢን እዩ ጋይ ሳኣን ሕጽረታት ንሶም ፈጣሪ ግን ኩሉ ነገር ናቲ ሳኣን ድሚትን ክሊር ሶ ለስ ኣስክ ሕቶና ጥራይ ነስተካክል በዚ ሕጂ ዘላ ጥራይ ንሂወትና በቃ ኣይንገምታ ሶ ናብ ህፃነትኩም ትምለሱ ከለኹም እንታይ ዓይነት ቆልዓ እዩ ደሎ እንታይ ዓይነት ቆልዓ እዩ ደሎ ኣብ ውሽጥኹም ለስ ኣስክ ሕጉሸም ፍሽኽ ፍሽኽ ትብላላ እሞ እንታይ ምበለትክ ነራ እታ ሕጉሸም ዝነበረት ህፃን

ላው ሸክል በዝናይ ዝዓቢ እሺ ግዝእለይ ይብለኒ ቀንዩ ሕጂ ከምቲ ቅድም እንተዝነብር ኣተሓሳስባ እንታይ ክዳን ስኢንካ ገለ ምበልክዎ ከምቲ ቅንዲ ኣተሓሳስበ ዝኸውን ተዝፀንሕ ነይረ
ሕጂ ግን ንዕለት ዓሰርተ ዕለት ዓሰርተ ክገዝኣልካ እየ ገለ ተበሃሂልና ዘለና ዕለት ዓሰርተ የስ ከምቲ ቅድም ግን ኣተሓሳስባይ ኣይ- ካይቀየርኩ እንተ ዝጸንሕ ማለት እዩ እንታይ ክዳን ስኢንካ መዓት ክዳን እንዲ ዘለካ ኢለ ዋላ እውን መሃረምክዎ ነረ ማለት እዩ ያ እዚ ትምህርቲ ዕድል ስለ ዝረኸብኩ ግን ብእንተ ኣሽሙ ደሓን ስጋብ ዕለት ዓሰርተ ተጸበዩ እየ ኣረዳዲእና ኣለና ክብለካ ደልየ። ኦኬ ዳ ዳትስ ኣሜዚንግ ናይ ስለ ዝረኣዮ ከይተዘኪረኒ ቴንክ ዩ ሓግሾም ሓፍተይ ሶ ዩሲ ከምኡ እዋን ከዓ ንሕና ድነበርናሉ ነይሩ እዩ ንኣብነት እኮ ሕግሾም ንወዳ ደይ ክትገዘሉ ትኽእል እያ ሕቱ ንክቕፅል ጥራይ እንተ ገይራቶ ግን እመንኒ ማለት እዩ ዕለት ዓሰርተ ንስኽ እንተ ገዚእክል ዝኾነ ሰብ ክገዘሉ እዩ ሶ ንሕና ንሕተት ደኣ እምበር ካበይ ከም ድመፅእ ዊዶኖ ጋይስ ክሊር ሕተቱ ክወሃበኩም ድበሃል ደሎ ጀስት ሕቶታቶም ንደቅና ክቋርፁ እንተዘይፈቒድናሎም ንሕና ዋላ እንተዘይሃብናዮም ብሕጊ ፈጣሪ መሰረት ግን ሕተቱ ክወሃበኩም እዩ ምምፅኡ ዘይተርፍ እዩ ብኸመይ ከም ትሰርሕ ህይወት ዘይምፍላጥና ጥራይ ትደዓብየ ፀገም ዝኾን ዘሎ ክሊር ጋይ ሶ ካብዚ ሕፅረታት እዚ ውፅእ ኢሉ ካብ ድኾነ እሱር ቤት ውፅእ ዝበለ ቆልዓ ኣሎ ኣብ ውሽጥና ንዓና ድኾነ ኤነርጂ ክንስን ከለና ድኽም ክብለና ከሎ ለስ ኣስኪም ፓራዳይም ፍሪ ድኾነ ቆልዓ ኣብ ውሽጥና ኣሎ ኩሉ ነገር ዝከኣላ በቃ ክገብር እዩ ትብል ዝነበረት ዝኾነ ህፃን ቆልዓ ኣብ ውሽጢ ክላ ወይ ከዓ ኣብ ውሽጢ ካላ ሰለስ ዓስኪ ናብ ካልእ ካብ ንኸይድ ናብ ካልእ ነገራት ኤክስፔክት ካብ ንገብር ካብ ገዛ ርስና ኤክስፔክት ክንገብር ተረኺብና ካልእ ነገር ኣይኮነን ኣብ ሕጂ ዘሎ ማይንድ ሰትና ቅይር ኣቢሉ ሓሳብና ኤነርጂና ክቕይረልና ንመታይ ኢና ከምኡ ንብለና ስለዚ ድኽም ክብለኩም ከሎ መንነትኩም ትዝበልኩም ድኾነ ሰዓት ፍሪ ዝነበርኩምሉ ማለት ተስፋ ቁርፅ ክንብል ከለና ተስፋ ደይቆርፅ ነበረ ዝለዓለ ተስፋ ዝነበረ ዝኾነ መንነት ኣለና ውጪስ ናብ ህፃነትና ተመሊስና ጀስት ንሓቶ ሕቶ እንተ ከነቕርበሉ ክኢልና ነቲ ቆልዓቲ ጀስት ፍሪድ ነበረ ሕጂ ዳ ኣስረና ኣሎ ኮ ፓራዳይምና ኮ ካልእ ነገር ኮ ኣይኮነን ህይወትና መጨረሻ ከም ዝኾነት ካብዚ ንላዕለ ከም ዘይንኽእል መወዳእታና ከም ዝኾነ ዘእምነና ዘሎ ክእለትና ዘይኮነ ፓራዳይምና ምዃኑ ፐርሰፕሽና ከም ድቆፃፀሮ ዘሎ ክርደና ክኽእል ኣሎ ኩሉ ነገራትና እዩ ከዓ ናትና ፓራዳይም ድቆፃፀሮ ኢቨን ፐርሰፕሽን ኣረኣያ ናትና ወላ ስለዚ ካብዚ ፓራዳይም እዚ ፍረ ክንከው እንተ ኮይና ከዓ ንመለስ እሞ ንሕተቶ ነቲ ህፃን ቆልዓ ዝነበረ ናትና ለስ ኣስኪም እንታይ ዓይነት ቆልዓ እየ ነይረ ከመይ ዓይነት ቆልዓ እየ ነይረ ኢልና ጀስት እንተ ደኣ ክንሓቶ ክኢልና ኩሉ ነገር ከም ድከኣሎ ሞር ኤነርጀቲክ ዝኾነ ቆልዓ ኣብ ውሽጥና ከም ንረክብን እቲ ኤነርጂ ትኻንብ ሕጂ መጺና ናትና መንነት እዩ ናበይ ክኸይድ ናብ ድኸደኩ ይብሉን ጀስት ብዝተፈላለዩ ሽግራት ተቐጥቂጡ ተቐጥቂጡ ብዝተፈላለየ ኣብ ህይወቱ ዝበፅሑ ሕማቕ ነገራት መይቢ ተዳኺሙ ክኸውን ይኽእል ደኣ እምበር ድንቅነትና ተኣምርና ምሳና ከም ዘሎ ማንም ከዓ ከም ዘይወስደና ክንዝንግዕ የብልናን ጋይስ ኩሉ ነገር ምሳና ለስ ኣስኪም ከይድና ንሕተቶም ንህፃነትና ከይድና ማለት ትዝ ይበልና ሞ ደስ ኣስኪ ዝኾነ ሰዓት ኣነ ማለት ቆልዓ ከለኹ ብጣዕሚ ይንፍዕ ነይረ ብፍላይ ሕልመይ መጀመርያ ክደልዮ ክጅምር ከለኹ እንታይ ሕልመይ ኢለ እውን ክሓስብ ክጅምር ከለኹ ሓደ ካብ ዝረደአንን ካብ ዳሓገዘን ነገር ተዳሃልዩ ንቑልዕነተይ ተመሊሰ ነቲ ናተይ ቆልዓ ክሓቶ ክጅምር ከለኹ እዩ ሕልመይ ጠፊእኒ ንብል ተራ ሃሊና ወይ እንታይ ምዃኑ ምርዳእ ቢኒ ሕልመይ እንተ ኢልና ከይድና ናቲ ህፃን ቆልዓ ናትና ክንሓቶ ንኽእል ኢና ሶ ከይድ ኣነ ህፃነተይ ክፍትሸ ከለኹ ማለት ናብ ተመሊሰ ክፍትሸ ከለኹ ኣብ ትምህርቲ ደሓኒ ነይረ ማለት ንፉዕ ካብ ድባሉ እንታይ ባህሪ ነይሩ ሶ ኣይ ዋዝ ክሬቲቭ ካነ እንታይ ከዓ ደስ ዝብለኒ ነይሩ በቃ ንሰባት ኣኪብካ ተምሃሮ ልክዕ ከማይ ሓምሻይ ራብዓይ ከና ኣይርሰዖኒ ኣኪበ ንዖ ምምህሮም ማለት ኣኪበ የረድኦም ገዛውትና ኩሎም ኣቆልዑት ተኣኪቦም መጹ ናባይ ኢቭን ወላ ሻምናይ ገለ ዳበልኩ ሻድሻይ ሻብዓይ ከለኹ ትሕተይ ዝነበሩ ቆልዑት ራብዓይ ገለ መጺኦም ኣረደአና ይብሉኒ ኮፍ ኢለ ኣብ ገዛ ናይ በቃ ነይርኒ እንታይ ዝበሃል ኮፍ ኢለ የረድኦም ሶ መጀመርያ ከምኡ ኢለ ክሓስብ ክጅምር ከለኹ ቆይ ኣነ ክምህር ይኽእል ድየ ማለት ፐርሰናል ዴቨሎፕመንት ኮች ክኸውን እደሊ እየ ንሱ በቃ ናይ ውሽጠይ ደስታ ብል ኣለኹ ሰባት ክምህር ከምደይክእል ግን ዝኾነ ሰዓት ዳኣተወለይ ፐርሰፕሽን ኣሎ ብፍላይ ድኾነ እንዳዓበኹ ከይድ ከለኹ ኣብ ታሽዓይ ኣብ ታሽዓይ ክፍሊ ፍላይ ደይርሰዖ ኮሚኒኬሽን ስኪል ናተይ ብጣዕሚ ሕማቕ ንኸውን ድገበረ ኩነታት ተፈጢሩ ነይሩ ንድሕሪ ተመሊሰ ትዝ ክብለኒ ከሎ ማለት እቲ ድምህር በቃ ይኽእል ኢሉ ንሰባት ከዓ ከም ድኽእሉ ድምህር ድነበረ ኣብ ውሽጠይ ድነበረ መንነት ዝኾነ ጠፈሉ ሰዓት ኣሎ ማለት ብጣዕሚ ከንዓይ ካብ ድሃሰየኒ ኮሚኒኬሽን ስኪል ናተይ እኮ ፅቡቕ ኣይኮነን ድብለሉ ነይሩ መን ኮይነ እሞ ኣነ ክምህር ብል ነይረ ዝኾነ ሰዓት ግን ፐርሰፕሽነይ ክሪኦ ምስ ጀመርኩ ንድሕሪት ተመሊሰ እንተረኣኹዎ ፓራዳይም ምዃኑ ተረዲኡ ንዑ ከራግፎ ንድሕሪት ተመሊሰ ከኣ ነቲ ናተይ ህጻን ቆልዓ ክሓቶ ምስ ጀመርኩ ግን ዋእ ነዞም ኣቆልዑት እዚኦም እኮ ትሕግዞም ኔርካ ከምዚ እኮ ትምህር ኔርካ ገለ ክብል ከለኹ ኦኬ ለካ ክምህር እኽእል እየ መምህር ለካ ክኸውን እኽእል እየ ማለት ከሰልጥን ለካ ንሰባት ለካ መንገዲ ከርእዮም እኽእል እየ ድብል ሽዑ ግን ጀስት ኤነርጂየይ ቅይር ከብለለይ ድማ ጀሚሩ። ፐርሰፕሽን ክጥቀም ምስ ጀመርኩ እየ ይብለኩም ዘለኹ። ሰለስ ብዝግባእ እንተ ክንጥቀመሉ ክኢልና ምናልባት መፍትሒ ህይወትና እውን ክኾን ይኽእል እዩ። ሰለስ ናትናትና ህፃን ቆልዓ ንሕተቶ ማ ፅቡቅ ጌርና ንሕተቶ ዕላልኩም ምስኡ ግበሮ ምስ ዝተረድኦ ሰብ ከተዕልል ከማና ሓይሽ ምስ መን ተዕልሉን ብዝግባእ ክትፈልጥ ክትክእል ኣለካ እኮ ዕላልና ምስ ቆልዑትና ምስ ደቅና ንግበሮ ኣቤት ምስ ደቅኹም ዕልሉ ደሓን ክትርእይዎ ኢኹም በቃ ዓለሞም ብርህ ዝበለት ዓለምያ ኩሉ ነገር ከም ድከኣሎም ቆልዑ ተዳሪኹም ደስ ብለና ኣነ ምሰ ቆልዑት እታ ግዜ የሕልፍ እየ ኣብቲ ገዛውትና ኣለዉ ወይ ኣብዚ ቆልዑት ክረክብ ከለኹ ጀስት ተዕልሎ እሞ በቃ ሃብታማት እዮም ሃብታማት ከምኦም ገንዘብ ዘለዎ የለን ከምኦም ጥዕና ዘለዎ የለን ከምኦም ኤነርጂ ዘለዎ የለን ተዕሎም ከለካ ቃ ደስ ይብሎም እንታይ እዚ እንታያትያ ወላ በዚ ክዘልል ብልካ ወላ ሓንቲ ግድሾምኒ ሪስክ ድበሃሉ ናይ ፈርሐን ኣብ ከባቢኻ ርሎ ሰባት ግን ትሓቶም ከለካ ግደፍ ከይትወድቅ ከይትኸስር ከምዚ ከይትኾን ተጸሊልካ ሪኢኻዮም ድሎኻ ሶ ፕሊስ ዕላልና ምስ ገዛ ርእስና ንገብሮ ንቆልዓና ነቲ ናትና ቆልዓ ዝነበረ ከነዕሎ እንተ ክኢልና ብዙሕ መፍትሒ ሒዝልና ክመጽእ ይኽእል እዩ ካብቲ ፓራዳይም ነፃ ዝኾነ ኤነርጀቲክ ዝኾነ ቆልዓ ናትና እንተ ክንሓቶ ክኢልና ከዓኒ መንነትና ናበይ ክኸይድ ምሳና ይደሎ እቲ ብሉፅ ድንቂ መስተንክር ዝኾነ ብሉፅ ዝኾነ ተኣምረኛ ዝኾነ ቆልዓ ጀስት ፍሒርኩም ኣብፅዎ ጥራይ ክሊር ጋይስ ተረዳዲናና ሶ ኢትስ ቲንኪንግ ኣውትሳይድ ኦፍ ቦክስ በቃ ፐርሰፕሽን ክንብል ከና ካብ ቦክስ ወፃኢ ምሕሳብ ካብ ፓራዳይም ወፃኢ ምሕሳብ ካብቲ ዝተኣሰርካሉ እስር ቤት ውፅ ኢልካ ጀስት ብርሃን ምሕሳብ እዩ ክሊር ጋይ ስለዚ እቲ በቃ ፓራዳይምና ኣብዚ ብፅሒና ኣሎ ኣብዚ ሕጂ ዘላ ሂወትና ብፅሒና ኣሎ ካብኡ ውፅ ኢልና ግን ካብቲ ተኣሲርናሉ ዘለና ቦክስ ካብቲ ተኣሲርናሉ ዘለና ናይ ኣእምሮ እስር ቤት ውፅ ኢልና ግን ተረኣ ክንሓስብ ክኢልና ብዙሕ መፍትሒ ብዙሕ ብርሃን ብዙሕ ዓይነት በረኸት ክንረኽበሉ ንኽእል ብዙሕ መንገድታት እዩ ዘሎ ሶ ሓንቲ መንገዲ ደላ ክሳብ ኔክስት ትጥቀሙላ እንተ ሃልያ ፕሊስ ኣብቲ ኤነርጂ ናይቲ ቆልዓት ነእተው ንዕኡ ንሕተቶ ለስ ቲንክ ኣውትሳይድ ኦፍ ዶ ቦክስ እዚ ኮነን መወዳእታና ካብዚ ንላዓሊ መጀመርያና ዳኣ እምበር ካብዚ ንላዓሊ ብዙሕ ካልእ ነገራት ክንቋደሶን ክንረኽቦ ንኽእል መሊኡ ብዙሕ ነገራት ኣሎ